ሰላም ዝኸበርክንን ዝኸበርኩምን ኣሓትን ኣሕዋትን ብሓበራ ከመይ ቀኒኹም ከመይ ትኾኑ ዝኸበረን ዝዓዘዝን ኩቡር ሰላምታና ተቐበሉ ኣኣብ ዘለኹሞ በቢ ግዜኹምን ሰዓትኩምን ሰላምታና ይብጻሕኩም እዚ ቻነል ኤም ቲቪ እዩ እምበኣር ናይ ሎሚ መደብና ምሕቓቕ መግቢ ንምሕያል ዝሕግዝ ምኽሪ ንዝብል ዓምዲ ጥዕና ኢና ሒዝናልኩም ቀሪብና ዘሎና ንኽትከታተሉና ብጽሞና ብክብሪ ዕድሜና እዩ። መግ ምሕቃቅ መግቢ ንምሕያል ዝሕግዝ ምኽሪ። መግቢ ንስብነትና ከም ነዳዲ እዩ ዘገልግሎ። ስብነትና ነቲ ካብ መግቢ ዝረኽቦ መኣዛ መጺኡ ንምውሳድ ኣብቲ ዘካይዶ ዝተፈላለየ ንጥፈታት የውዕሎም። ብዘይ እኹል መኣዛ፣ ብኻልእ ኣዘራርባ ብዘይ መግቢ፣ ሰብነትና ብዝግባእ ክዓዩ ኣይክእልን። ብዘይ ሓያል መግቢ ናይ ምሕቓቕ መስርሕ ድማ እቲ ኣብ መግቢ ዝህሉ ኣድላዪ መኣዛ ሰብነትና ኣይረኽቦን። ድኹም ስርዓት ምሕቓቕ መግቢ ምህላው ንዝተፈላለየ ጥዕናዊ ጸገም የቃልዕ። ንኣብነት፣ ዋሕዲ መኣዛ ስምዒታዊ ዘይርጉእነት፣ ድኻም፣ ሕማም ቆርበት ወዘተ ድኹም ስርዓት ምክልኻል ከም ዝህልወካ ስለ ዝገብር እውን ብዝተፈላለዩ ሕማማት ተጠቃዒ ትኸውን። ግቡእ መኣዛ ንምርካብ ዘኽእል ቀዳማይ ስጉሚ ቅድሚ ዝኾነ መግቢ ምድላውካ ምዃኑ እዩ። ንጡፍ ዝኾነ ስርዓት ምሕቓቕ መግቢ ምውናን እዩ። ስዒቦም ስርዓት ምሕቓቕ መግቢ ንምሕጋዝ ዘኽእሉ ምኽርታት ተዘርዚሮም ኣለዉ። እኹል ማይ ምስታይ፣ ማይ ምስታይ ንጥዕናና ሓያሎ ጥቕሚ ከም ዘለዎ ርዱእ'ዩ። ብዙሓት ሰባት ግና ኣብ ምትግባር ክነጥፉ ኣይረኣዩን እዮም። እኹል ማይ ምስታይ ዝተፈላለዩ ኣካላትና ከይደርቁን ዋህዮታትና ብዘይ ወጥሪ ንጥፈታቶም ከካይዱን ይሕግዘና። ብምፍላይ ድማ። እቕሬታ ብፍላይ ድማ መግቢ ኣብ ምሕቓቕ ዝነጥፉ ክፍሊ ኣካላትና ድርቀት ከየጋጥሞም ይከላኸለልና። ቕድሚ ምምጋብና ክሳብ ካብ ዓሰርተ ሓሙሽተ ክሳብ ሰላሳ ደቓይቕ ኣብ ዘሎ ግዜ ማይ ምስታይ ንጥዕናና ብፍላይ ንስሩዕ ስርዓት ምሕቓቕ መግቢ እቲ ዝበለፀ ግዜ እዩ። መግቢ ኣብ እንወስዶ እዋን ዝተወሰነ። ማዕጎ ክንሰቲ ይከኣል ይኸውን ምስ መግቢ ወይ ድሕሪ መግቢ ብቐጥታ ብዙሕ ማይ ምስታይ ግና ንጥዕናና ጽቡቕ ከምዘይኮነ እዮም ክኢላታት ዝመኽሩ። ህድእ ኢልካ ምብላዕን ብግቡእ ምሕያኽን። ምሕያኽ መግቢ ኣብ ስርዓት ምሕቓቕ መግቢ እቲ ቀዳማይ መሳልል እዩ። መግቢ ክትሕይኽ ወይ ከኣ ክትሓይኽ እንከለኻ ነቲ ትምገቦ ዘለኻ ናይ ዝደቐቐ ክፋሉ ትመቓቕሎ ብምህላውካ ኣካላትካ ነቲ ትሕዝትኡ፣ Nutrition፣ ብዘይ ጸገም መጺኡ ከትርፎ ይኽእል። መግቢ ናብ ዝደቐቐ ኣካሉ እናተቐየረ ኣብ ዝኸደሉ እዋን፣ እቲ ብዘይ ጠቕሚ ክወጽእ ዝኽእል መኣዛዊ ትሕዝቶኡ እናጎደለ ይኸይድ። መግቢ ህድእ ኢልካ ብግቡእ እናሓየኽና ምስ እንወስዶ እምበኣር፣ ስርዓት ምሕቓቕ መግቢ ኣካላትና ነቲ ዝደቐቐ መግቢ ንምጕዕ፣ ንምጉዕዓዝን ንምምስራሕን ኣይጽገምን። ምርጫኻ ጥዕና ኣብ ዝህቡ መግብታት ይኹን ጥዕና ዝህቡ መግብታት ክትምገብ ምምራጽ ኣብ ርእሲ እቲ ንስርዓት ምሕቓቕ መግቢ ዝህብኦ ጥቕሚ፣ ድልዱል ጥዕና ዘለዎ መላእ ኣካላት ክትውንን ሓጋዚ እዩ። ንመስርሑ ዕሹጋት ምግብታት መብዛሕትኡ ዝተመስርሐ ጨው፣ ዘይቲን ሽኮርን ዝተዳለወ ብምዃኑ፣ ኣካላትና ብዝግባእ ክሕቅቖምን ዘድሊ መኣዛ መጺኡ ክወስድን ይሽገር። እዚ ጥራሕ ዘይኮነ፣ ዕሹግ መግብታት እቲ ግቡእ መኣዛዊ ትሕዝቶ ዘለዎ ኣይኰኑን፣ ስለዚ መግብታትካ ኣዝዩ ሓድሽን ዝተመጣጠነ ክኸውን ይምረጽ። ንግሆ ካብ ድቃስካ ኣብ እትበራበረሉ ወይ ከኣ እትትስእ። ትረስዓሉ እዋን ኣካላትካ እኹል ፈሳሲ ከም ዝረክብ ግበር። ካብ ድቃስካ ምስ ተንሳእካ ልብጥ ዝበለ ማይ ምስታይ ብፍላይ ድማ ማይ ለሚን ምስ ዝኸውን ኣብ ርእሲ'ቲ ዝህልዎ ጥዕናዊ ረብሓ ስርዓት ምሕቓቕ መግቢ ኣካላትካ ንምጽራይ ወይ ከኣ ምሕጻብ ሓጋዚ እዩ። ጽሕግን ማይን ጽሕጊ ዝበለጸ። መኣዛ ንስርዓት ምሕቓቕ መግቢ እዩ። ጽሕጊ ስርዓት ምሕቓቕ መግቢ ኣካላትና ቀቀልጢፉ ወይ ዘገም እናበለ ስርሑ ኣብ ክንዲ ዘካይድ ንቡር ንጥፈታቱ ክሕሉ ይሕግዝ። ኣብ ከስዐን መዓናጡን ንዝርከቡ ባህርያውያን ተህዋስያን በቲ ጥዕናዊ ደረጃኦም ንጥፈታቶም ከካይዱ የኽእል። ኣብ ደምና ዘይተደልየ ኮለስትሮል ከይክዘን ድማ ይከላኸል። ኣብ መዓልቲ ልዑል ጸግሪ ከም ዘለዎ ካብ ዝንገረሉ ከም ጥረታት፣ ምቁር ድንሽ፣ ካልእ ዝኣመሰለ መግብታት ዕስራን ሓሙሽተን ግራም ጽሕጊ ክንረክብ ከም ዘለና ይምከር። ጽሕጊ ዘለዎ መግብታት ኣብ እንወስደሉ እዋን፣ ኣካላትካ ካብ ድርቀት ንምክልኻል እኹል ፈሳሲ ክትወስድ ከም ዘሎካ ክትዝክር ግና ይግባእ። ወጥሪ ኣወግድ፣ ወጥሪ ዘለዎ ሰብ ስሩዕ ስርዓት ምሕቃቕ መግቢ ክህልዎ ኣይክእልን እዩ። ወጥሪ ዘለዎ ሰብ ዋላ ዝተመጣጠነ ምግቢ ክወስድ እንተኸኣለ፣ ሰብነቱ ነቲ ካብ መግቢ ዝርከብ መኣዛ ብዝግባእ ክወስዶ ኣይክእልን። ክትምገብ እንከለኻ ተዛኒኻ ወይ ከኣ ናጻ ኮይንካ ካብ ዝኾነ ጭንቀት ናጻ ክትከውን ይምረጽ። ካብ ወጥሪ ናጻ ትኾነሉ መንገዲ ከተናዲ ብግቡእ ድለ ወይ ከኣ ይግበኣካ። ስለዚ ናይ ሎማዓንቲ ዝነበረ ምሕቓቕ መግቢ ንምሕያል ዝብል ሓጋዚ ምኽርታት እዚኦም ወይ ከኣ እዚ ይመስል ነይሩ። ምንጪ ድማ ካብ Health Line እዩ። ስለዚ ጽን ኢልኩም ክትከታተሉና ብምጽናሕኹም ኣዚና ኢና ነመስግን። የቐንየልና። ኣብ መጨረሽታ ላይክ ወይ ከዓ ርእይቶ ምፅሓፍ ወይ ከዓ ሳብስክራይብ እዚ ኣይትረስዑ ኢኹ ንዝቕፅል ከምኡ ተመሳሳሊ ዓይነት ቪድዮ ዝለኣኸኩም ብቐጥታ መታን ክትረኽቡ ወይ ከዓ ክመፀኩም ስለዚ ቻው ሰላም ዝኸበርክንን ዝኸበርኩምን ኣሓትን ኣሕዋትን ብሓበራ ከመይ ቀኒኹም ከመይ ትኾኑ ዝኸበረን ዝዓዘዝን ክቡር ሰላምታና ተቐበሉ ኣኣብ ዘለኹሞ በቢ ግዜኹምን ሰዓትኩምን ሰላምታና ይብጻሕኩም እዚ ቻነል ኤምቲቪ እዩ እምበኣር ናይ ሎም መደብና ምሕቃቕ መግቢ ንምሕያል ዝሕግዝ ምኽሪ ንዝብል ዓምዲ ጥዕና ኢና ሒዝናልኩም ቀሪብና ዘሎና ንኽትከታተሉና ብጽሞና ብክብሪ ዕድሜና እዩ። መግ፣ ምሕቃቕ መግቢ ንምሕያል ዝሕግዝ ምኽሪ። መግቢ ንስብነትና ከም ነዳዲ እዩ ዘገልግሎ። ስብነትና ነቲ ካብ መግቢ ዝረኽቦ መኣዛ መጺኡ ንምውሳድ ኣብቲ ዘካይዶ ዝተፈላለየ ንጥፈታት የውዕሎ። ብዘይ እኹል መኣዛ፣ ብኻልእ ኣዘራርባ ብዘይ መግቢ፣ ስብነትና ብዝግባእ ክዓዩ ኣይክእልን። ብዘይ ሓያል መግቢ ናይ ምሕቓቕ መስርሕ ድማ እቲ ኣብ መግቢ ዝህሉ ኣድላዪ መኣዛ ሰብነትና ኣይረኽቦን። ድኹም ስርዓት ምሕቓቕ መግቢ ምህላው ንዝተፈላለየ ጥዕናዊ ጸገም የቃልዕ። ንኣብነት ዋሕዲ መኣዛ፣ ስምዒታዊ ዘይርጉእነት፣ ድኻም፣ ሕማም ቆርበት ወዘተ ድኹም ስርዓት ምክልኻል ከም ዝህልወካ ስለ ዝገብር እውን ብዝተፈላለዩ ሕማማት ተጠቃዒ ትኸውን። ግቡእ መኣዛ ንምርካብ ዘኽእል ቀዳማይ ስጉሚ ቅድሚ ዝኾነ መግቢ ምድላውካ ምዃኑ እዩ። ንጡፍ ዝኾነ ስርዓት ምሕቓቕ መግቢ ምውናን እዩ። ስዒቦም ስርዓት ምሕቓቕ መግቢ ንምሕጋዝ ዘኽእሉ ምኽርታት ተዘርዚሮም ኣለዉ። እኹል ማይ ምስታይ፣ ማይ ምስታይ ንጥዕናና ሓያሎ ጥቕሚ ከምዘለዎ ርዱእ'ዩ። ብዙሓት ሰባት ግና፣ ኣብ ምትግባር ክነጥፉ ኣይረኣዩን እዮም። እኹል ማይ ምስታይ፣ ዝተፈላለዩ ኣካላትና ከይደርቁን ዋህዮታትና ብዘይ ወጥሪ ንጥፈታቶም ከካይዱን ይሕግዘና። ብምፍላይ ድማ ሬታ ብፍላይ ድማ መግቢ ኣብ ምሕቓቕ ዝነጥፉ ክፍሊ ኣካላትና ድርቀት፣ ተጸብዖን ይከላኸለልና። ቅድሚ ምምጋብና ክሳብ ካብ ዓሰርተ ሓሙሽተ ክሳብ ሰላሳ ደቓይቕ ኣብ ዘሎ ግዜ ማይ ምስታይ ንጥዕናና ብፍላይ ንስሩዕ ስርዓት ምሕቓቕ መግቢ እቲ ዝበለጸ ግዜ እዩ። መግቢ ኣብ እንወስደሉ እዋን ዝተወሰነ ቃዕቦ ክንሰቲ ይከኣል ይኸውን ምስ መግቢ ወይ ድሕሪ መግቢ ብቐጥታ ብዙሕ ማይ ምስታይ ግና ንጥዕናና ጽቡቕ ከምዘይኮነ እዮም ክኢላታት ዝመኽሩ። ህድእ ኢልካ ምብላዕን ብግቡእ ምሕያኽን። ምሕያኽ መግቢ ኣብ ስርዓት ምሕቓቕ መግቢ እቲ ቀዳማይ መሳልል እዩ። መግቢ ክትሕይኽ ወይ ከኣ ክትሓይኽ እንከለኻ ነቲ ትምገቦ ዘለኻ ናይ ዝደቐቐ ክፋሉ ትመቓቕሎ ብምህላውካ ኣካላትካ ነቲ ትሕዝትኡ ኒዩትሪሽን ብዘይጸገም መጺኡ